ሃሎ ሃሎ ፍታው እንታይ ኮንኪ ኺ ኣብ እዝነይ ገም ተብልያ ዘለኺ ዋ እሞ ብ እግርኻ ግበራ ገም ተጸሊእካ ኣብ እዝንኻ ኣይተጽናሕያ ግደፍባ ግደፊ ፍታው ተኸናኺና ዘጽናሕናዮ ፍቕሪ ንንፋስ ኣይትሃብዮ ንፋስ ገዲፉ ሲ ዋላ ስናሙ እተዎም ኣነ እኳ ተስፋ ከይትቆርጽ ኢለካ እየ እምበሪ ዓንዳይን ፍታውን ተጓራፊጦም ምስ ሰምዑ ካባኻ ብዒስራ ዓመት ድበልጹ ብኣኺ ለማዕና ብኣኺ ጠፋእና እዮም ድብሉ ደለዉ። ፍታወይ እታ ልበይ ፈሊጥኪ ዲኺ ቅልውልው ተብልኒ ዘለኺ እ ኣደይ እኳ ካብ ምስ ፍታው ምምርዓው ስቁ ኢልካ ኣብ ኣፍደገ ተቀሚጡ ከም ዝነብር ጉንዲ ምዃን ይሓይሽ እኳ ኢላትኒ። ኪድ እሞ ጉንዲ ኩን።

ኣብ ጸወታ የለናን ልቢ ረኪስና ኢና ንዕለኩም ደለና። ዋእ እንታይ ረኺብኩም ሕጂኸ ጽቡቕ ዘይቀነኹምን። ክንደይ ገዲፈ ሕራይ ይብለኹም ደለኹሲ እምበር ድርድኦ እዩ። ፍታወይ ብደብዳቤ ሰዲዶም ድዮም ንፍቅሪ ዝሓቱኺ። እንታይ ብዘይካ ምስ ዓንዳይሲ ምስ ካልእ ወዲ ሪኢናኪ ንፈልጥ ኢና።
ንዓንዳይ ከይሽርሽር ኢለ ተሓቢእኩም ርኸቡኒ እየ ድብሎም። ፍታወይ ስድርኡ ድዮም ዘይተቐበልዎ? እሞ ብዛዕባ እታ ኣነ ተቐቢለዮ ደለኹ ዲሓስብ? ኢሂ ኣዲኡ ዶ ሰበይቲ ክትኮን እያ? ሕጂስ ፍቕሪ ንወዲ ፍቕሪ ናይ መድለየክን። ሓንቲ ቓል ምምሉቕ ሕጂ ግርም ከኣ ድኽነት ጸቒጡካ ትኸይድ ኔርካ ኢኻ። ኣቦኻ ምስ ስራሕ ምስ ጀመረ ግን ሓፍ ሓፍ ክትብል ደሊኻ ሕጂ። ስማዕ እንዶ ስራሕ ገዲፍካ ትምህርትኻ ግበር ኢልኒ ዶ ትብል ኔርካ? ኣይኣምኖን እኸውን። ጌሶ እኮ ናብታ ዝነበራ ባክ ክገብር ይኽእል እዩ።
ንሕልና እዩ ከምዘይ ምለስ ማሕላ እንተ ዝቐትል ዓሰርተ ግዜ ምሞትካ ድዮም ኢሎሞ ኣቦይ ሕሳቡ ንዕርዶ እዚኣ ዳ ኣነ ዶ ይኮንኩን ኢለያ እንድዒ ንስኺ ዲኺ ኢልክያ ኣይዘከርክዎን ሰኺርኪ ከለኺ ሰሚዕክኒ ትኾኒ ሰኽራን ከኣ እኮ ነቲ ዘረባ ናብ ደይደላኻዮ ኢድ ወስዶ ሰኺርኪ ትፈልጢ ዲኺ ፍታ ብብዝሒ ሰኽራማት ምርኣይ ዳርጋ ሰኽራም ደይኮነን ድገብረካ ሳላ በዓል ኣቦኻን ሚልካን